ኣነ ዘይፈልጥ ምሳኺ ኣለኹ እናበለ ለካ ምስ ካልእ ጓል ብዓዲ ወዲኡ ሓፍቱ ደዊላ ብዓዲ ከም ዝወድአ ቪድዮ ናይ ሕፀ ምስ ለኣኸትለይ ክኣምና ስለ ዘይከኣልኩ ሰላምታ ኣይረሳዕኹን ፍትዋት ተኸታተልተይ እንኳዕ ብሰላም መጻኹም ንሎም መዓልቲ ሒዘልኩም ዝመጻኹ መደብ ድማ መደብ እንታይ ትመኽሩ ንዝብል ሓንቲ ሓፍተይ ኣብ ኮሜንት ዝሓፈትለይ ዛንታ እየ ሒዘልኩም መጽ ኣነ ከምቲ ኩሉ ግዜ ናይዚ ሓፍተይ ዛንታ ኣንቢበ ምስ ወዳእኹ ሓሳበይ ከካፍላ እየ ንስኻትኩም ውን ዛንታ ሓፍትና ሰሚዕኹም ምስ ወዳእኹም ከምቲ ልሙድ ሓሳብኩምን ምኽርኹምን ኣብ ኮሜንት ንክተስፍሩላ ኣቐዲመ ብትሕትና ክላበወኩም ይፈቱ። ናብዛ ናይ ዝሓፍትና ዛንታ ከብለኩም ሰናይ ምክትታል። እዛ ናይ ዝሓፍትና ዛንታ ከምዚ እያ ትብል። ሰላምኪ ይብዝሐለይ ኣቤዋይ የኔ ውዴ ብጣዕሚ እየ ዝፈትወኪ ብጣዕሚ እየ ዝከታተለኪ ዋላ ሓንቲ ኣይትሓልፈኒ ኣቤዋይ ዛናተይ ቀፅልሉ የቐንየለይ ዝሓፍተይ ናብ ሕቶይ ክኣቲ ግን ብዙሕ ጽሑፍ ኣይክእልን ኣብዬ ፍቕረኛ ናይ ሓሙሽተ ዓመት ነይሩኒ ብኣካል ንፋለጥ ኢና ሌላና ኣብ ዓዲ እዩ ኣብ ዝኾነ ናይ ስራሕ ቦታ ኢና ተፋሊጥና ናተይ ዓድና ናይ ፍቕረኛይ ዓዱ ብዙሕ ርሑቕ ኣይኮነን ናይ ፍርቂ መንገዲ እዩ ሸሞንተ ወርሒ ዝኾን ብሓንሳብ ተጓዒዝና ነይርና ኣብ ዓዲ ከለና ዝኾነ ትካል ንሰርሓሉ ዝነበርና ስራሕ ቦታ ክቋረጽ እዩ ምስ በሉና ንስዑዲ ምኻድ ሓሳብ ስለ ዝነበረኒ ንስዑዲ ክኸይድ እየ ምስ በልክዎ ንፍቕረኛይ ቅድም ስዑዲ ስለ ዝነበረ ስዑዲ ሕማቕ እዩ ኣብ መንገዲ ክትደኽሚ ኢኺ ምስ በለኒ ኣይ ክኸይድ እየ በልክዎ ንሱ ድማ እሺ ኪዲ በለኒ ኣነ ኣብ ምሽዋር ነይረ ንሱ ድማ ይመጽእ ኣሎ ኣብ የመን በጺሑ ምስ ሰማዕኹ ብጣዕሚ ደስ ኢሉኒ ግን ኣይተጋነናን ስዑዲ ምስ ኣተኹ ንሱ ራጎ ነይሩ ካብኡ ኣብ ራጎ ኮይኑ ብስልኪ የዋግዐኒ ነይሩ ብጣዕሚ እየ ዝፈትዎ ነይረ ግን ፈተናይ ካብዚ እዩ ዝጅምር ኣቤዋይ ኣነ ኣብ ከተማ ክነብር ብጣዕሚ እዩ ደስ ዝብለኒ ኣነ ጓል ገጠር እየ ግን ኣብ ከተማ ክነብር እየ ዝደሊ ንሱ ግን ኣብ ገጠር ክነብር እዩ ደስ ዝብሎ ገዝኦም ድማ ይቅርታ እምበር መብራህቲ ኣይብሉን ካብ ገዝኦም ገዛና ይሐሽ ማለተይ ገዛና መብራህቲ ኣለዎ ዋላ ማይ ኣለና ገዝኦም ግን መብራህቲ ኣይብሎምን ደሞ ብጣዕሚ እዩ ርሑቕ ድማ ኣቤዋይ ሃው ዝበለ ገደል እዩ ማይም ኣቤዋይ የኔ ውዴ ማርያምን ንስኺ ምኾንኪ ጀሪካን ፀይርኪ ክትወድቂ ነይርኪ ኢኺ ንሱ ድማ ፍቕረኛይ ገጠር እየ ዝነብር ኣነ ድማ ኣብ ከተማ እየ ዝነብር እናተበሃሃልና ኢና ንጨኻጨኽ ነይርና። ካብኡ ድማ ክቕየረኒ ጀሚሩ። እንታይ ኮንካ እንተበልክዎስ ንስኺ ገጠር ኣይትደልይን ኣብ ከተማ ዝነብር ወዲ ኣልሽ ኢሉኒ። ለከ ወዲ ፍቕረኛ ኣብራጎ ሒዙ እዩ ጓል ዓዱ። ንዙ ፍቕረኛይ ድማ መሓዛይ ነይራትኒ ስምዕንዶ ኢላትንስ እንታይ እዩ እንተ በልክዋ፣ እዚ ፍቕረኛኺ ወዲ ዓደይስ ኣረቀስቲ'ዩ ኢላትኒ። ኣይትቐልድ እንዶ ኢለያ፣ ብሓቂ እየ ኢላትኒ። እዛ መሓዛይ። ካብኡ ንፍቕረኛይ ደዊለ፣ ስማዕ እንዶ ፍቕረይ፣ ኣረቀስቲኻ ዲኻ ኢለዮ፣ እረ ኣየስ ትኹን ኢሉኒ። ካብኡ ሓንቲ ሓፍቱ ደዊላ፣ ዝሓፍተይ መዓረይ ከይትጉድኢ፣ እዚ ሓወይ ኣረቂ ኣስትዩ እዩ። እዛ ኣረቂ ዘስተየላ ቆልዓ ብጣዕሚ እያ ትፈትዎ። ዕብድ እያ ትብለሉ። ክልተ ወርሒ ገይሩ ኣረቂ ካብ ዘስቲ ኢላትኒ ብፍጹም ኣይኣምነክን ኢለያ ቪድዮ ልኢኻትለይ ዝተበልዐን ዝተሰተየን ኣነለ ደዊለ ስማዕ እንዶ ንምንታይ ይሓሽኻኒ ኢለዮ ኣነ ኣረቂ ኣየስተኹን ኢሉ ምሕል ኣቢሉለይ እዚ ቪድዮ ልኢኸሉ እሞ ተገዲደ እምበር ንዓኺ እየ ዝደልየ ዋላ ክፈትሓ እየ ኢሉኒ ብምንታይ እያ ገዲዳትካ ይብሎ ኣለኹስ ካልእ መዓልቲ እየ ዝነግረክ ኢሉ ኣቢኒ ካብኡ ኣነለ ጸጽብቑ ይምነየልካ ኢለዮስ ክልምነኒ ጀሚሩ ኣነ ኣብ ከተማ እየ ዝኮን ምስ በልክኒ እየ ተናዲደ ኣረቂ ኣስትየ ምስ በለኒ በቃ ብጣዕሚ ተናዲደ እና ኩሉ ሰብ ይፈልጥ እዩ ኣዕርክቲ ምኳና ካብኡ ኩሉ ሰብ ንምንታይ ጠሊምክዮ እና በለኒ እና ኣነ ድየ ጥፍኣተኛ ኣቤዋይ እስኪ ምኸርኒ ካብ ተኸታተልትክለ ክፅበ እየ ፅሑፍ እኳ ብዙሕ ኣይክእልን ይቅርታ የኔ ውዴ ዝብል እዩ ዛንትኣ። ኣነሲ እዛ ዛንታ ናንበብክዋ ከለኩሲ ከማይ ዲክን ኣብዚ ኣረቂ ስትዩ ኢላታ ኣረቂ ሰትዩ ኣረቂ ስትዩ ገለ ዝበሃል ክስካዕ ምበኣስ ከም ዝበጽሑ ከንብቦ ከለኩ ዛንታሲ ንምንታይ እዩ ኣረቂ ሰትዩ ኢላ ተባኢሰቶ ረቅስ ክሰቱ ድዩ ዘይግብኦ ኮይኑ ንታ ጓል ድየስትይዋ ዘሎ ብሓፈሻስ ምርዳእ ኣውኒ ነይሩ ማለት እዩ ለካ ደጊመ የንብቦ ኣለኹ ብዓዱ ወዲኡላ ማለት ከም ዝኾነ ብፍላይ ቪድዮ ልኢኻትለይስ ዝተበልዐን ዝተሰተየን ዝብል ደጊመ ምስ ኣንበብክዋ ከዓ ተረዲኤያ እምበር በቃ ኣይተረድአኒ ነይሩ። ምክንያቱ ኣብ ከባቢታት ትግራይሲ ላህጃታትና ብተለምዶ ንጥቀመሎም ቃላት ዝተፈላለዩ ስለ ዝኾኑ ይዝከረኒ ኣብዚ መጀመርያ ዩቱብ ክጅምር ከለኹሲ ሓንቲ ሓፍተይስ ተፅሕፈለይ እሞ ሪከርድ እውን ትልእኸለይ እሞ ኣብዚ ፅሑፍ ነብዚ ሪከርድ ንሲ ጓል ከባቢታት ራያ እያ ድሓር ከቢረ ኣኽቢሩኒ ኣኽቢሩላ ገለ ዝብል ኣብዚ ፍቕራዊ ዛንተኣስ ይርኢ ካብኡ ኣነ ታይ መሲልኒ ማለት እዚ ክብርስ ከምዚ በቃ ዘየኽብረኒ ገለ ኢልና ንዛረባ ዓይነት ከምኡ መሲልኒ እምበር ብዓዲ ወዲኡለይ ወይ ሽማግለ ሰዲዱለይ ወይ ከዓ ሕፃ ኣሲሩለይ ንምባልስ ኣይመሰለንን ነይሩ ድሓር ንዕልል ንዕልል እሞ ማለት ዝፀርፈኪ ድዩ ኮይኑ ዘየኽብረኪ ድዩ ኮይኑ ገለ ኢለይ ሓታ እሞ ትስሕቕ ድሓር ብዓዲ ወዲኡለይ ኣብ ክንዲ ምባል ከም ዝኾነ ሽምግልና ሕጸ ከም ዝኾነ ተረደእኒ። ካብኡ ንደሓር ዛንታታት ክጽሕፋለይ ከለዋ ብተደጋጋሚ ከምኡ ከም ዝኾነ ተረዲኤ እናቐየርኩ ዘንብቦ እውን ኣለዩ። ምክንያቱ ኣብቲ ከባቢ ዘሎ ሰብ ይፈልጥ እዩ ስለ ዝለመዶ ኣብ ገለ ከባቢ ከዓ ከማየይ ዝደናገሮ ክህሉ ይኽእል ኢለ ስለ ዝኣምን ማለት እዩ። እዛ ናይ ሕጂ ኣረቂ ውን ኣደናጊራትኒ ኔራ ካብ ሕጂ ኣረቂ ስቲላ ዝብሃል ውን ከም ዘሎ ፈሊጠ ኣለኹ በዚ ኣጋጣሚ ብዙሕ ኣብ ብዙሕ ከባቢታት ትግራይ ዝተፈላለየ ላህጃታት ዝተፈላለየ ቃላት ብጣዕሚ ደስ እናበለኒ እየ ዝፈልጦ በዚ ኣጋጣሚ ማለት እዩ ስለዚ ክብለኪ ዝደሊ ክብርቲ ሓፍተይ ኣብዚ ጃርካን ተሸኪምኪ ትወድቂ ኔርኪ ክንስኺ ተትኾኒ ዝበልክኒ ኣነ ውን ከማኺ ጓል ሃገረሰብ እየ፣ ኣብ ሃገረሰብ እየ ተወሊደ ዓብየ፣ ጀሪካንስ ሓዱሸይ ኣይኮነን፣ ዋላ እኳ ዓቐብን ቁልቁሉን ጀሪካን ተሸኪመ ኣይዕበ፣ ማለት ማይ ኣብ ኣፍደገና ስለ ዝኾነ፣ ካብ ስደት ብሰላም ይምለሰኒ እሞ ዓደይ ምስ ተመለስኩ እታ ዝተወለድኩላ ዓደይ ከርእየኩም እየ፣ በዚ ኣጋጣሚ ቃል ይኣትወልኩም ማለት እዩ። ስለዚ ዋላኳ ዓቐብን ቁልቁልን ኣይሸከም ጀሪካን ኣይሸከም ኣነ ውን ጓል ሃገረሰብ እየ ከማኺ ሃገረሰብ ተወሊደ ምዕባየይሲ በቃ ኩሉ ግዜ ዋላ ተሓቲተ ኣብ ዩቲብ ውን ይምልስ እየ ተደጋጋሚ ብጣዕሚ እየ ዝኾርዐሉን ብጣዕሚ እየ ዝፈትዎን ግን ኣነ ስለ ዝፈትዎ ኣብኡ ክነብረሉ ይምነ እየ ማለት ኣይኮነን መብዛሕቲና ደቂ ሃገረሰብሲ ካብታ ገዛና መረበትና ወላ ደቂ ከተማ ኮይኖም ካብታ ተወሊዶም ዝዓበዩላ ገዛ ክወፁ ከለውሲ ወለዶም ጸሊኦም ዓዶም ጸሊኦም መረበቶም ጸሊኦም ዘይኮነ ለውጢ ደሊና ኢና ንስደት ለውጢ ደልዮም እዮም ዝስደቱ ካብ ከተማ ይኹን ካብ ገጠር ካብ ዝኾነ ሃገር ይምጻእ ናብ ስደት ክስደት ከለው ክንደይ መከራ ሓሊፉ ክስደት ከሎ ሓደ መንእሰይ በቃ ለውጢ ደልዩ እዩ ዝስደት ስለዚ ከም ኣነ ንኣብነት ኣውደኣመታት ሕጂ ኣብ ከተማ እንድሕር ደኣ ክቕመጥ ኮይነ ኣነ ኣውደኣመት ኣብ ከተማ ዘሕልፎ ኣይመስለንን፣ መርዓይ እውን ኣብ ከተማ ዘሕልፎ ኣይመስለንን። በቃ ብጣዕሚ ካብ ዝምነዮ ነገር ኣብታ ተወሊደ ዝዓበኹላ እየ ብልበይ ዝምነ። ካብኡ ሓሊፉ ግን ሓቂ ንዘራረብ እንድሕር ደኣ ተበሃሂልናሲ እዚ ኣፍቃሪኺ ናይ ባዕሉ ምኽንያት ክህልዎ ይኽእል ወይ ናይ ወለዱ ውርሻ ክወርስ ይደሊ ይኸውን፣ ንሱ ናይ መወዳእታ ክኸውን ይኽእል እዩ፣ ዝኾነ ምኽንያታት ይህልዎ እዩ እምበር ዝበዝሐ ሰብ ኣይኮንን ዶ ንሕና ሓዳር ከይገበርና ዝወጻናሲ ሓዳር ገይሩ ቆልዑ ወሊዱ ኣብ ሃገረሰብ ገዛ ሰሪሑ ጎጆ መስሪቱ ቆልዑ ወሊዱ ዝነብረሉ ዝነበረ ገዝኡ ገዲፉ ናብ ስደት ክወጽእ ከሎ ንሱ ገዲፉ ኣብ ከተማ ገዛ ሰሪሑ ደቁ ናብ ከተማ ኣውጽኡ እዩ ኣብ ከተማ ከነብር ብዙሕ ሰብ ሓዳር ዝርኦኣን ወይቲ ሰብኣይ ስደት ይወጽእ ወይታ ሰበይቲ ወይ ክልቲኦም ስደት ይወጽ እሞ እቲ ኣብ ሃገረሰብ ሓዳር ዝመርሕሉ ዝነበሩ ገዝኦም መረበቶም ገዲፎም ኣብ ከተማ ገዛ ሰሪሖም ገዚኦም ዝነብሩ ብዙሓት እየ ዝፈልጥ። ግን ጸሊኦምዎ ዘይኮኑ ለውጢ ስለ ዝደለዩ ዝሐሸ ናብራ ስለ ዝደለዩ ሂወት ስለ ዝግድዶም እዩ። ናብ ስደት ገሊኡ ኣሕዋቱ ለሚኑ ገሊኡ ወለዱ ካብ ዝልቃሕ ተለቂሖም ዝሽየጥ ሸይጦም ብዙሕ መስዋእትታት ከፊሉ ዝስደት በቃ ዝሐሸ ናብራ ንኣብነት ዝኾና ገንዘብ ይእክብሞ እተን ገንዘብ ኣኪቡ ናብ ዓዲ ምስ ተመለሰ ብኣኣተን ስራሕ ከፊቱ ክንደአን ዝኾና ከዓ ንክውስኽ ብኣኣተን ንክናበር ይምነ ንሱ ድማ ዝኾነ ቢዝነስ ዝኾነ ንግዲ ክትነግድ እንድሕር ደኣ ደሊኻ ካብ ሃገረሰብ ንላዕሊ ኣብ ከተማ ኢኻ ክትልወጥን ክትነግድን ትኽእል እዙይ ረኡይ ሓቂ እዩ ስለዚ ባዕሉ ኩነታት ስለ ዝግድደኪ ካልኣይ ድማ ንሕናስ ዓመታት ካብ ኣርባዕተ ሓሙሽተ ዓመት ንላዕሊ ኣብ ዓዲ ዓረብ ምስሓ እናመሳሕና ፀኒሕና። ዳራጅ እናተመላለስና ትግዝእ ነይርና ብፍላይ ኣብ ዓዲ ዓረብ ዘለናስ ናብ ዓዲ ተመሊስና ከምቲ ትብልዮ ዘለኺ ዓቐብን ቁልቁልን ጃሪካን ተሸኪምና እናተመለስና ናብ ዕዳጋ ናብ መጥሓን ነዊሕ መንገዲ ተጓዒዝና እናተመላለስና ጉልበታዊ ስራሕ እናሰራሕና እሞ ከዓ ቆልዓ ኣብ ንወልደሉ ሰዓትሲ ከምኡ ዓይነት ዘኽእል ሓይሊ ክህልወና እዩ ኣይብልን ምኽንያቱ ሓይልና ብጣዕሚ ተዳኺሙ ስለ ንምለስ ማለት እዩ። ኣብ ከተማ ንባዕሉ ከቢድ ነገር እናልዓለት እናደፍእት ኣብ ፀሓይ ኣብ ንፋስ ክትውዕል ዓቕሚ ሓፅራ እዩ። ምስኡ ከምዚ መብዛሕቲና ንምነዮ ክንወልድን ክንዝምድን እውን ስለ ንምነሲ ብጣዕሚ ከቢድ እዩ። ሓይልኻ ተዳኺሙ ኢኻ ትምለስ። ስለዚ ዋላ ደኣ ንፍተዎ እምበር ኣነ ተመሊሰስ ከምቲ ትብልዮ ዘለኺ ካብ ስደት ተመሊስኪ ንሱ ስለ ዝደለየ ጥራሕ ኣብ ከምኡ ዓይነት ዓዲ ክትነብሪ ኣለኪ ግዴታኺ እዩ ኣነ ክብለኪ ኣይክእልን። ስለዚስ ናይ ባዕሉ ምኽንያት ደኣ ስለ ዘለዎ እምበር ተዘፍቅረኪ ነይሩሲ ኣብ ልዕሊኽስ ምስ ካልእ ጓል ተደዋዊሉ ንስኺ ከይፈለጥኪ ብዓድኽስ ካዕ ምውዳእ በጺሑ ንሱ ንባዕሉ ክስካዕ ምኽሓድ ዝበጽሐ ወዲሲ ብመሰረቱ ሓቀኛ ኣፍቃሪ ኣይኮነን ከምዚ ዓይነት ኣፍቃሪ ስለዚ ንዓኣ ብዓዲ ምስ ወደእላ ናባኺ ክምለስ እየ ንዓኺ እየ ዘፍቅር ካልእ ካልእ ምክንያት ኢሉ ዝድርድረልኪ ኣየድልየክን ሰብ ብማዕዶ ዘሎ ውሽጥኸ ይፈልጥን እቲ ሓቂ ይፈልጥን ጠሊምኩ እየ ይበለኪ በዲልኩ እየ ይበለኪ ንስኺ ዘዋፀእክን ዘየዋፀእክን እቲ ዘጋጠመክ ሓቂ እንድሕር ደኣ ፈሊጥኪ ንስኺ ክትውስንላ ዘለክን ህይወትኪ ዘየድልየክ እንድሕር ደኣ ኮይኑ ብኹሉ ነገሩ ብሎክ ጌርኪ ምስኣ ይንበር ይገደድ ኣይገደድ ምኽንያቱ ክትኣምንዮ ኣይብልኽን ምስ ምኽንያቱ ብሎክ ዓጺኺ ዕላማኺ ክተሳኺዒ ህይወትኪ ክትመርሒ ዘዋጽእክን ዝጠቕመክን ነገር ክትሓስብን ናብኡ ክትስጉምን እየ ከም ኣነ ዘማኽረክ እምበር በደለኛ ኣይብለክን ማለት እዩ። ስለዚ ንሎም መዓልቲ ከማኽረክ ዝኽእል ምኽሪ ኣነ እዚኣ እያ። ካልኦት እውን ከማኽሩኹሞ ብምኽሮም ክትጥቀምሉ ተስፋ ይገብር። ንሎም መዓልቲ ዝነበረትና ፃንሒት እዚኣ እያ ትመስል። ኣብ ቀፃሊ ቪድዮ ክስካዕ ንራኸብ። ሰሰናዩ ንዓኹም። ባይ ባይ።